ነፃን ኢንተርነት ዘየድልዮን ኤኣይ ሰላም ተኻልቲ ሃብታብ ቴክ ኣካዳሚ ሎማዓንቲ ሓንቲ ኤኣይ ሒዝናልኩም መፂና እና እዛ ኤኣይ እዚኣ ድማ ካብተን ካልኦት ቅድሚ ሕጂ ንዛረበልና ና ፍልይ ዝበለ ትገብሮ እንታይ እዩ ቀዳማይ ነፃ እዩ ካልኣይ ድማ ተቐንዲ ኦፍላይን ሰርሕ ኢንተርነት ደየድልዮ ማለት እዩ ኩሉ ትደልዮ ሓበሬታ ኣብ ሞባይልና ስቶር ንኸውን ስለዚ ከምዝን ካልእ ዓይነት ሙሉእ ናይ ኤኣይን ኤኣይ ኣጠቃቕማን ዝብል ኮርሳት ኣዳሊናን ኣብዚ ቀረባ እዋን ክንዝርግሖ ክንጅምር ስለዝኾና ሳብስክራይብ ምግባር ኣይትረስዑ ዝኾነ ሕቶታት ብዝህልወኩም ወይ ክትሪእዎ ደልዮ ዓይነት ቪድዮ ድማ ኣብ ኮመንት ክረፉልና ስተፕ ባይ ስተፕ እታ ከመይ ጌርና ዳውንሎድ ንገብራ እታ ኣፕሊኬሽን ከመይ ጌርና ከም ኦፍላይን ከም ትሰርሕ ንገብራ ኩላ እዛ ኤኣይ ስተፕ ባይ ስተፕ ክንሪያ ስለዚ መጀመርታ እቶም ሰብ ኣንድሮይድ ናብ ፕሌይ ስቶር ተኣትው ኢኹም እቶም ሰብ ኣይፎን ወይ ድማ ኣፕል ድማ ናብ ኣፕ ስቶር ተኣትው ኢኹም ኣብኣ ድሕሪ ምእታው ሰርች ኢለ ጉግል ኤጅ ጋላሪ ኢለ ሰርች ገብረ እዛ ጉግል ኤጅ ጋላሪ ኢለ ሰርች ዝገበርኩ እዛ ላዕሊ መፅያ ኣላ ቀዳመይቲ እዛ ትሪእዋ ኣለኹም ጉግል ኤኣይ ኤጅ ጋላሪ ትብል ዘላ ኢንስቶል ክብላ ኢንስቶል ጌራ ምስ ወደ ድማ ኦፕን ኢለ ክኸፍተ እዛ ፕሮሰስ ኣዝያ ዳይረክትን ኣዝያ ቀላልን ፕሮሰስ እያ ሓንሳእ ኢንስቶል ጌራ ምስ ወደት ከምዚኣ ተይዋርል ሆም ስክሪን ኣይ ትመጸና ፍቓድ ክትሓተኒ እያ ኣክሰፕት ን ኮንቲኒዩ ክብላ እየ ፍቓድ ድሕሪ ምሃበይ ማለት እዩ ኣላው ኖቲፊኬሽንስ መጸ ኣሎ ፍቓድ ክበየ ኖቲፊኬሽንስ ክትሰደለይ ሶ ዳስእ ዘያታ ብኦፍላይን ትሰርሕ ኦፍላይን ክትሰርሕ እንተኮይና ግን ክንገብረሉና ነገር ኣሎ እዚ ድማ ኤኣይ ቻት ትብል ኣላ ኣብኣ ከኣቴ ኣብዚ ዝተፈላለያ ሞዴላት ኣለዋ ንኣብነት ኢ ቱ ቢ ሞዴል ኢ ፎር ቢ ሞዴል ክለለን ዝተፈላለያ ሞዴላት ኣለዋ እዚ ድማ ክሳብ ክንምንታይ ትሬንድ ከም ዝኾነ እታ ሞዴል እዩ ዝሕብረና ዝለዓለ ቁፅሪ ክኸውን ከሎ ንኣብነት ኣብ ፎር ቢ ክኸውን ከሎ ካብ ኣርባዕተ ቢልዮን ትሬንድ ኮይና ኣላ ቱ ቢ ክትኮን ከላ ካብ ክልተ ቢልዮን ትሬንድ ኮይና ኣላ ስለዚ እታ ፎር ቢ ዝሓሸ መልስታትን ዝሓሸ ውፅኢታትን ክትበና ትኽእል እያ ኣደ ሴም ታይም ግን ዝዓበየ ፋይል ሳይዝ ክህልዋ እዩ ሶ ኣብዚኣ ቀዳመይቲ ቤስት ኦቨር ኦል ኢሎማ ደለዉ ክልተ ሽዱሽተ ጂቢ እያ ኢ ቱ ቢ ትብል ኢ ቱ ቢ ማእከለይቲ ምዃን እዩ ካብ ሳይዝን ካብ ቅልጣፈን ትደልየና ነገራት ሓበሬታን እኽል ትደለዋ እያ ሰው ንሳ ሬኮመንድ ገብር ምናልባት ቁሩብ ዝያዳ ሓይሊ የድልየኒ ዓይነት ንብል እንተኾይና ቦታ እንተለዋ ሞባይልና ድማ እዛ ኢ ፎር ቢ ዳውንሎድ ክንገብራ ንኽእል ኢና ሰው ንሳ እያ እታ ስተብ ማለት እዩ ነዚኣ ዳውንሎድ እብላ ዳውንሎድ ገይረ ምስ ወደአት ከም ድላየ ክጥቀመላ እኽእል እየ። ኦፍላይን ሃሉ ኢንተርነት ሃለወኒ ብደይ ሃለወኒ ብደየገድስ ልክዕ ከም ቻት ጂፒቲ ዝኾነ ሕቶታት ምስ ዝህልወኒ ክትምልሰለይ ትኽእል እያ። እዚ ድማ ነዚኦም ብብዝሒ ንንቀሳቐስ ኣብ ውሑስ ኢንተርነት ኣብ ደይብሉ ቦታ ንቕመጥ እንተኾይና ኣዝያ ጠቓሚት ክትከውን ትኽእል እያ። ኦኬ ስለዚ ከምዛ ትሪእዋ ኣለኹም ኢንስቶል ገይራ ወዲኣ ኣላ። እዛ ትራይ እትብል መጺኣትና ማለት እዩ። ሕጂ ሓንቲ ብግምት ከነእትዋ ደለና ነገር ኣብዚ እንታይ እያ እታ ኣፕሊኬሽን ወይ እዛ AI ብኦፍላይን እያ ትሰርሕ ኩሉ ኣብ ሞባይልካ እዩ ራን ዝገብር ስለዚ ኢንተርነት እንተለና እተን ኢንተርነት ዝጥቀማ በዓል ቻጂፒቲ ክሎድ ምጥቃም ይሓይሽ ኢንተርነት ኣብ ደይብልና ግዜ እዩ እዚ ዝያዳ ጠቓሚ ክኸውን ዝኽእል ምክንያቱ ባትርና እውን ዝያዳ ድሬን ክገብሮ ወይ ቀልጢፉ ክውድኦ ይኽእል እዩ ሕጂ ናብታ ኤኣይን ኣጠቓቕማኣን ድማ ቁሩብ ክንዘራረብ ኢና እዛ ኤኣይ ወላ ምስ ኢንተርነት ኣክሰስ ኣይሃልዋ ስቲል ኣዝያ ሓጋዚት ክትከውን ትኽእል እያ ኣብዚ ከኣ ዝተፈላለየ ጥቕምታት ኣለዋ። እታ ቀዳመይቲ AI ቻት ኣብዚ ኣቲናዮ ዝጸናሕና መዋእቲ እዩ። እዚ ቻት AI ልክዕ ከም ዝኾነ ካልእ ቻት ቦት፣ ልክዕ ከም ክሎድ፣ ልክዕ ከም ቻት ጂፒቲ፣ ከምዚ ኩላትና ንፈልጦ እቶ ንሓታ ካብቲ ተማሂራቶ ደላ ወይ ትሬን ኮይናቶ ደላ ሞዴል ተመርኲሳ ድማ ሓደ መልሲ ትበና። እዚ ሕቶታት ዝኾነ ክኸውን ይኽእል እዩ፣ ንኣብነት ኣነ ላፕቶፕ ክገዝእ ደልየ ን ኤዲቲንግ እንታይ ዓይነት ላፕቶፕ ትሕሸኒ ወይ እንታይን እንታይን ክህልዋ ኣለዎ እዛ ላፕቶፕ ኢለ እሓታ። ልክዕ ጽፉፍ መልሲ ነዚ ነዚ ነድልየካ ኢላ ትምልሰለይ። ተወሳኺ ሕቶታት እውን ትሓተኒ ትኽእል እያ፣ ንኣብነት ፎር ኬይ ዲኻ ኤዲት ትገብር፣ ቴን ኤይቲ ፒ እንታይ ዓይነት ኤዲቲንግ ቪድዮ ኢኻ ኤዲት ክትገብር ደሊኻ ሓፀርቲ ወይ ነዋሕቲ ኢላ ሕቶታት ተቕርበለይ ናብዚ ሕቶ ምስ መለስኩላ ድማ እዚያን እዚያን ዓይነት ላፕቶፕ ትሕሸካ ኢላ መልሲ ክትበኒ ትኽእል እያ እዚ ድማ እዚ ኩላህና ንጥቀመሉ ልክዕ ቻት ቦት እዩ ኣብ ርእሲ እዚ ስእልታት እውን ክንባ ንኽእል ኢና ነዚ ክንገብር ድማ ምልስ ንብል ናብታ ሆም ስክሪን ኣብዚኣ ኣስክ ኢሜጅ ትብል ኣላ ኣብ ስክሪን ከምዛ ትሪእዋ ዘለኹም ማለት እዩ ኣስክ ኢሜጅ ትብል ኣላ ኣብኣ ክኣቱ እየ ኣብዛ ኣስክ ኢሜጅ ትብል ምስ ኣተኹ ትራይ ትብል ፍትና እየ ኣብዛ ቻይት ኣትየ ሓንቲ ስእሊ ክበ እዛ ቴሌፎን እንታይ ዓይነት ቴሌፎን እያ ኢለ ክሓተ እየ ሶ ኣብዛ ተደመሮ ምልክት ኣብ ታሕቲ ደላ ኣብኣ ክሊክ ገይረ ቴክ ፒክቸር ትብል ኣላ ዝኾነ ሽዑን ሽዑን ስእላ ኢለ ክባ ተደልየ ወይ እውን ፒክ ፍሮም ኣልቡም ትብል ኣላ ካብቲ ኣልቡም ናተይ ወይ ጋላሪ ናተይ ከይዳስ ስእሊ ትወስድ ማለት እዩ ሶ እዛ ቴሌፎን እዚኣ ስኢለያ What kind of phone is this ኢላ ሓተያ። So እንታይ ዓይነት ተሌፎን እያ እዚኣ ኢለ ሓቲተያ ኣለኹ። Probably iPhone twelve ወይ thirteen እያ ትብለኒ ኣላ። ዘራ ሕቶ ክውስኸላ እየ። Is it a good phone for videos ኢለ ሓቲተያ ኣለኹ ማለት እዩ። ስለዚ ልክዕ ከምተን ካልኦት ሞዴላት ስእሊ ስኢልና ወይ እውን ኣብ ጋላርና ዘሎ ስእሊ ተጠቂምና ዝተፈላለዩ ሕቶታት ክንሓታ ንኽእል ኢና። So strength for video ገለ ኢላ ድማ መልስታት ሂባትና። ኣብ ምንታይ ዓይነት features ኣለዋ፣ እንታይ ፅቡቕ ነገር ኣለዋ፣ ኩሉ ሂባትኒ ኣላ። ካልእ ናበይን ከይዲና ናብ ኦድዮ መበል ሳልሰይቲ ክምዋት እዩ ፊቸር ናይ እዚኣ ኦድዮ ስክራይብ ትብል ኣላ ኦድዮ ስክራይብ ኣብዛ ኦድዮ ስክራይብ ትብል ኣትየ ድማ ዲኻ ዝተፈላለየ ጥቕሚ ኣለዋ ትራይት ክብለ እየ እዛ ኦድዮ ስክራይብ ብሓፈሻ እንታይ ጥቕማ ዝኾነ ኣውዲዮ ወይ ድምፂ ትራንስክራይብ ትገብረልና ናብ ፅሑፍ ትቐይረልና ወይ እውን ክትርጉመልና ትኽእለ እዛ ኤኣይ እዚኣ ግን ኦፍላይን ስለ ትሰርሕ እኹል ሓበሬታ ስለይብላ ናይ ትግርኛ ቋንቋ ብዙሕ ንፁርን ወይ እውን ብሓፈሻዊ ክትርጉም ከምደይ ትኽእል ጌርና ንውሰዳ ግን ትራንስክራይብ ክትገብረልና ትኽእል ኢኻ። ዝኾነ ብእንግሊሽ ዘሎ ቪድዮ ድዩ ኣውድዮ ድዩ ድምፂ ኣምፂእና ኣብዚ ነእትዎ እሞ እቲ ድምፂ ድማ ናብ ፅሑፍ መልክዕ ቀይራ ትበና። ሓንቲ ኣብነት ክንወስድ ኢና። ሕጂ እውን ኣብዚኣ እተደምሮ ምልክት ክኣቱ እየ። ክልተ ምርጫ ኣለኒ። ሓንቲ ኣውድዮ ፋይል እእትወላ ወይ እውን ካልኣይቲ ከዓ ድምፀይ ይመልእ እሞ እቲ ዝበልክዎ ነገር ናብ ፅሑፍ ትቕይረለይ ማለት እዩ። So Record Audio Clip ክብላ እየ። ፍቓድ ትሓተኒ እያ። While Using This App ክብላ እየ። ነዛ ቀጠልያ ጥውቕ ብምባል ድማ ሪኮርድ ክገብር ክጅምር እየ። Hello members of Habtao Academy This video is about an AI model that works offline ጭእ ሂበያ ኣለኹ ትራንስክራይብ ክትገብረለይ እያ ደቂ ኣንዳ ትሪእዋ ኣለኹም እቲ ዝተዛረብክዎ ነገር ብጽሑፍ መልክዕ ኣምጺኣትለይ ኣላ ኣታ መበል ሳሰይቲ መዓት እዩ ሶ ብዛዕባ ቻት ርኢና ብዛዕባ ስእሊ ርኢና ሕጂ ከ ብዛዕባ ድምጺ ዝኾነ ድምጺ ዳሃብናያ ናብ ጽሑፍ ክትቅይረልና ትኽእል ናይ መወዳእታ ብዝያዳ ዛረበላ ኣዝያ ጠቓሚት ክትከውን ትኽእል ድማ እዛ ፕሮምፕት ላብ ትብል ንሪኣ ዘለና ኣብ ስክሪነይ ከምዛ ትሪእዋ ኣለኹም ፕሮምፕት ላብ ትብል እዛ ቀያሕ ማለት እዩ ፍልይ ዝበለ ጥቕሚ ኣለዋ ን ብሓፈሻ ኤኣይ ክንጥቀም ከለና ሓደ ካብቲ ዝኸበደ ክኸውን ዝኽእል ነገራት እንታይ እዩ ኤኣይ ፕሮምፕት ምሃብ እዩ ምክንያቱ እታ ኤኣይ ልክዕ ሓደ ነገር ትገብር እንተደሊናያ እቲ ክትገብሮ ደለዋ ነገር ስተፕ ባይ ስተፕ ብግቡእ ክንገልፀላ ክንክእል ኣለና እዚ ድማ ኣብ ማሕበራዊ መራኸቢታት ሪኢኹምዎ ሰሚዕኹምዎ እንትኮን ትኽእሉ ኢኹም ዝተፈላለዩ ሰባት እውን ኮርስ ናቱ ክህቡ ኣለዎ ማለት እዩ ፕሮምፕት ኢንጂነሪንግ ዝብል ናቱ ዓውዲ ትምህርቲ ተፈጢሩ ይመፅእ ኣሎ ሶ እዚ ፕሮምፕት ኢንጂነሪንግ ንብሎ ድማ እንታይ እዩ ነታ ኤኣይ ልክዕ እቲ ዝደለናዮ ነገር ክትገብር ከመይ ጌርና ንጹር ፕሮምፕት ንህባ ንጹር ሓበሬታ ንህባ ምክንያቱ እታ ኤኣይ ንጹር ሓበሬታ ልክዕ ክትገብሮ ደለዋ ብግቡእ እንተደሂብናያ እቲ ትህበና ውፅኢት ከምቲ እንደልዮ ኣይኮነን ንዑ ድማ ከነመሓይሽ ካልእ ፕሮምፕት እናወሰኽና እዝን ካልእ እናተወሰኸ ግዜ ይወስድን ልክዕ ኣብቲ ዝደለናዮ ዕላማ እውን ኣይበፅሕን እዩ ስለዚ ፕሮምፕት ክንህባ ከለና ንሓንቲ ኤኣይ እዚያን እዚያን ግበሪ ክንብላ ከለና ልክዕ እቲ ዝደለናዮ ውፅኢት ክንረክብ ተኮይና እቲ ንህቦ ሓበሬታ እውን ንጹር ክኸውን ኣለዎ። እዚኣ ድማ ኣብ ከምኡ ክትጠቕመና ትኽእል። ስለዚ ኣብዛ Prompt Lab ትብል ምስ ኣተና ንሕና ኣዝዩ ሓፈሻዊ ዝኾነ መግለጺ ክንህባ ንኽእል ኢና። ካብዚ ሓፈሻዊ መግለጺ ወሲዳ ዝተፈላለዩ Prompts ክትበና እያ ማለት እዩ። እዚኦም Prompts ድማ ኣብቲ AI ክንጥቀመሉ ንኽእል ኢና። እዚ ክብል ከለኹ ድማ ብፍላይ ቋንቋ የሸግረና እንተኾይኑ ንጹር Prompt ክንህብ ንሓንቲ ምልእቲ AI ንኣብነት ChatGPT ንውሰድ። ናይ ቻት ጂፒቲ ኣሸጋሪ ክኸውን ይኽእል እዩ። ኣብዚ ፕሮምፕት ናብ መጺና ቅልል ዝበለ ኢንግሊሽ ሓፈሻዊ ክንገልጸላ ንኽእል ኢና። ንኣብነት ሎጎ ክሰርሕ ደልየ ስለዚ ፕሮምፕት ስርሕለይ ክንብላ ንኽእል ኢና። ከምኡ ምስ በልናያ ባዕላ እኹል ጽሑፍ ኣዳልያ እኹል ፕሮምፕት ኣዳልያ ክትህበና እያ። ነዚ ድማ ኣብ ቻት ጂፒቲ ወሲድና ንቻት ጂፒቲ ስርሕለይ ንብላ and እቲ ዝደለናዮ ውጽኢት ንረክብ። እንተኺኢልና ኣብ ቻት ጂፒቲ ከይድና ኣዝዩ ሓፈሻዊ ሓበሬታ ጥራሕ ተሂብናያ ወይ ሎጎ ስርሕለይ ጥራሕ እንተኢልናያ ዝደለናዮ ዕላማ ኣይክንበጽሕን ኢና። ብፍላይ ከኣ ቻትጂፒቲ ሊሚት ስለ ደለዋ ገለ ደረት ኣለዋ መዓልታዊ ክንጥቀመሉ ንኽእል። ሓንሳእ ክንብላ ኢና ዘይከውን ውጽኢት ክትበና ነዚኣ ቀይርያ ነዚኣ ቀይርያ ክንብል ድማ እቲ ሊሚት ወይ ደረት ክንሃርሞ ኢና እቲ ዝደለናዮ ውጽኢት ከይረኸብና ማለት እዩ። ስለዚ እዛ ፕሮምፕት ላብ ከመይ ንጥቀመላ ድማ ንርኣ። ኣብዛ ፕሮምፕት ላብ ኣብዚ ቀያሕ ክኣቱ እየ። እዙ ናብ ኣብታ ሞዴል ዳውንሎድ ዝገበርናያ ኢና ዘለና ኣብዚ ቀያሕ ትራይ ኢት ክብላ እየ። ትራይ ምስ በልኩዋ ኣብዛ ላዕሊ ኢንተር ኮንተንት ትብል ኣላ። እዛ ኣብዛ ሓፈሻዊት ሓበሬታ ክብላ እየ።

ኣምጺእዎ ደሎ Color Palette መሪጻትለይ ኣላ ሕብሪ እንታይ እንታይ ሕብሪ ክትጥቀም ከም ድልዎ ብሙሉኡ እዚ ውዱእ Prompt ሂባትኒ ኣላ ነዛ Prompt Copy ኢለ ናብ ChatGPT ተእትያ ኣዝዩ ንጹር ልክዕ ከምቲ ድደለክዎ ክትህበኒ እያ። ኣብ ርእሲ እዚ ዝተፈላለየ ሕቶታት ትህበኒ እያ ኣብ ታሕቲ Next Steps Questions for You ኢላ ሕቶ ሂባትና መን እዩ Target Audience ካ ንመን ኢሉ እዩ ተዳልዩ ደሎ እዚ Application ማለት እዩ እንታይ ዓይነት ስምዒት ከተሕልፍ ትደሊ በቲ ሕብርታትን በቲ ሎጎን ገለ ኢላ ዝተፈላለየ ሕቶ ሂባትና እቲ ሕቶታት ምስ መለስኩላ ከኣ ሓንቲ ጽፍፍትን ውድእትን Prompt ክትበኒ እያ እዛ Prompt እዚኣ ኮፒ ጌረ ወሲደ ኣብ ቻት ጂፒቲ ወይ ኣብ ጀመናይ ኣብ ዝኾነ ስእሊ ክትሰርሓልና ወይ ኢሜጅ ጀነሬሽን ሞዴል ወሲደ ፔስት ምስ ገበርኩዋ ልክዕ እታ ዝደለኹዋ እየ ክረክብ ትኽ ኢለ ናብ ቻት ጂፒቲ ከይደ ጃስት ስርሕለይ ተኢለያ ግን እቲ ዝደለኹዎ ኣይክረክብን so እዚኣ ፕሮምፕት ምስራሕ ኣዝያ ኣዝያ ጠቓሚት ክትከውን ትኽእል እያ ኣብ ርእሲ እቲ ኦፍላይን ትሰርሕ ምዃና እዛ ፕሮምፕት ላብ ድማ ብፍሉይ ዝደለናዮ ዓይነት ፕሮምፕት ክንጽሕፍ ብፍላይ ምስ ቋንቋ ዘሸግረና እንተኾይኑ ኣብዚ መጺእና ልክዕ እቲ ዝደለናዮ ፕሮምፕት ረኺብና ነታ AI እቲ ዝደለናዮ ነገር ከም ትገብር ክንገብራ ንኽእል ኢና። So ብሓፈሻ እዛ Prompt Lab ብሓጺርን ቀለልቲ ቃላትን ተጠቂምና ልክዕ እንታይ ከም ንደሊ ንሕብራ እሞ ንሳ ድማ እኹል Prompt ትጽሕፈልና። እዚ Prompt ወሲድና ድማ ንሕና ኣብቲ ቀንዲ AI ኣብ ChatGPT ድዩ ኣብ Gemini ድዩ ኣብ Claude ድዩ እእትዋ ኣቢልና ልክዕ ዝደለናዮ ውጽኢት ንረክብ ማለት እዩ። እዚኣ ናይ ሎማዓንቲ Video ብዛዕባ Google Edge Gallery እያ ኔራ። ኦፍላይን ከመይ ገይሩ ዝሰርሕ ተዘራሪብና ወይ ኢንተርነት ኣብ ዘይብሉ ኢንተርነት ብቐሊሉ ክንረኽበሉ ዘይንኽእል ቦታ ምስ እንህሉ ኣዝዩ ጠቓሚ ክኸውን ዝኽእል እዩ። ወይ እውን ብሓፈሻ ምንቀሳቐስን ብቐሊሉ ኢንተርነት ኣክሰስ ክንገብር እንተደይ ክኢልና እዛ AI እዚኣ ብጣዕሚ ጠቓሚት ክትከውን ትኽእል እያ። ስለዚ ናይ ሎማዓንቲ መደብና እዚኣ ነይራ። Thank you guys for watching፣ subscribe ምግባር ኣይትረስዑ፣ I'll see you in the next video።